እታ ናይ ሓጢኣት ከተማ መዳርግቲ ኣልቦ ዝነበረት ምስ ንፈጣሪ ክተርከብ ግንብታት ዝሃነጸት ከተማ ኣበይ ኣላ ባቢሎን ኣብታ ሰፊሕ ግዝኣት ባቢሎን ዝዓብት ከተማ እያ ነይራ ቅድሚ ልዕሊ ኣርባዕተ ሽሕ ዓመታት ከም ንእሽቶ ወደብ ኣብ ሩባ ኤፍራይጠስ ዝተመስረተት ዑናታት እታ ከተማ ኣብ ናይ ሕጂ ዒራቕ እዩ ዝርከብ ባቢሎን ኣብ ትሕቲ መግዛእቲ ሕሙራቢ ሓንቲ ካብተን ሓያላት ከተማታት ጥንታዊት ዓለም ኮነት። ድሕሪ ዘመናት ሓድሽ መስመር ነገስታት ካብ ወሽመጥ ፋርስ ክሳዕ ባሕ ክሳብ ማእከላይ ባሕሪ ዝርጋሕ ኒዮ ባቢሎናዊ ግዝኣት መስረተ። ኣብዚ እዋን እዚ ባቢሎን ተንጠልጢላ ዝነበረት ጀርዲን ባቢሎን ኣፍ ደገታት ኢሽታርን ምግቢ ባቢሎን ሓዊሱ ውቁብ ስነ ህንፃኡ ዘለዋ ከተማ እያ ከተማ ባቢሎን ኣብ ባቕዳድ ንደቡብ ኣስታት 50 ኪሎ ሜትር ርሒቓ ኣብ ወሰን ሩባ ኤፍራይጥስ ኣብ ናይ ሕጂ ዒራቕ እያ ነይራ ኣብ ከባቢ 2300 ቅድሚ ልደት ክርስቶስ ብፅንታውያን ኣካድ ያንኛ ዝዛረብ ህዝቢ ዶባዊ መሶፖጣምያ ባቢሎን ኣብ ትሕቲ ኣሞራዊ ንጉስ ሃሙራቢ ዓባይ ወተሃደራዊት ሓይሊ ኾነት ንሱ ድማ ካብ 1792 ክሳብ 1750 ቅድሚ ልደተ ክርስቶስ ሃሙራቢ ንጎረባብቲ ከተማ ሃገራት ምስ ሰዓረ ንመብዛሕትኡ ዶባውን ማእኸላይን መሶፖጣምያ ኣብ ትሕቲ ውሁድ ምሕደረ ባቢሎን ኣእቲ ባቢሎንያ እትበሃል ግዝኣት ፈጠረ ሃሙራቢ ንባቢሎን ናብ ሃብታምን ሓያልን ጽልዋ ዘለዋ ከተማ ቀየራ። ሓደ ካብቶም ቀዳሞትን ምሉኣትን ጽሑፋዊ ሕጋዊ ሕግታት ዓለምና ድማ ፈጢሩ። ብሕጊ ሓሙራቢ ዝፍለጥ ባቢሎን ንካልኦት ከተማ ናይቲ ዞባ ክትብድህ ሓጊዝዋ ባቢሎን ግና ንሓፂር እዋን እያ ነይራ እቲ ሃፅያዊ ግዛት ድሕሪ ሞት ሃሙራቢ ተበታትዩና ሓያለ ዘመናት ናብ ንእሽቶ መንግስቲ ተመሊሱ ሓድሽ መስመር ነገስታት ነቲ ኻብ 626 ቅድሚ ልደት ክርስቶስ ክሳብ 539 ቅድሚ ልደት ክርስቶስ ግዝኣት ኒዮ ባቢሎን ኣብ ነነዌን ኣሱራውያን ብ612 ቅድሚ ልደት ክርስቶስ ሃፀያዊ ግዝኣት ኒዮ ባቢሎን ኣብ ቀረባ ምብራቕ ባህላዊ ህዳሴ ዝረኣየሉ እዋን እዩ ዝተማቐረ ባቢሎናውያን ኣብ ዘመነ ንጉስ ኑብካድነጻር ዳግማዊ ብዙሓት ውቁባትን ምዕሩጋት ህንጻታት ሰሪሖም። ካብቲ ኣቐዲሙ ዝነበረ ግዝኣት ባቢሎን ሓወልታትን ስነ ጥበባዊ ስርሓት ዓቂቦምን እዮም። ሃጸያዊ ግዝኣት ኒዮ ባቢሎን ልክዕ ከምታ ቀዳመይቲ ባቢሎን ንሓጺር እዋን እያ ነይራ። 539 ቅድሚ ልደተ ክርስቶስ ካብ ምስረታ ሓደ ዘመን ኣብ ዘይመልእ እዋን እቲ ኣፈ ታሪኽ ዝኾነ ንጉስ ፋርስ ሳይሮስ እቲ ዓብዪ ንባቢሎን ሰዓራ። ውድቀት ባቢሎን ምሉእ ብምሉእ ነቲ ግዝኣት ኣብ ትሕቲ ቁፅፅር ፋርስ ምስ ኣተወት እዩ ባቢሎናውያን ኣብ ሻድሻይ ክፍለ ዘመን ቅድሚ ልደት ክርስቶስ ንመንግስቲ ይሁዳ ምስ ሰዓሩ ዳግማይ ንቡካት ነጻር ንኣሽሓት ኣይሁድ ካብ ከተማ ኢየሩሳሌም ወሲዱ ንልዕሊ ፍርቂ ዘመን ኣብ ባቢሎን ማሪኸዎም ኒዮ ባቢሎናዊ ግዝኣት ኣብ ትሕቲ ሓይልታት ፋርስ ቂሮስ ዓቢ ምስ ወደቐ ብዙሓት ኣይሁዳውያን ናብ ኢየሩሳሌም ተመልሱ፣ ገሊኦም ጸንሑ። ማሕበረሰብ ኣይሁድ ድማ ኣብኡ ንልዕሊ ክልተ ሽሕ ዓመት ሰንበበ። ብዙሓት ኣብ ሽሕንጫ ትንቢት ሓምሳያት ናብታ ሓዳስ ፍጥረት ኣይሁዳዊት ሃገረ እስራኤል ገዓዙ። ከተማ ባቢሎን ኣብ ክልቲኡ ቅዱሳት ጽሑፋት እብራይስጥን ክርስትያንን ትርከብ። ክርስትያናዊ ጥቕስታት ባቢሎን ከም እኩይ ከተማ ገይሩ እዩ ዝገልጽ። ቅዱሳት ጽሑፋት እብራይስጢ ብዛዕባ እቲ ኣብ ባቢሎን ዝነበረ ስደት ዝገልጽ ኮይኑ ንኑብካድነጻር ከም ከም ማረኻ ዝገልጽ እዩ ኣብ መጽሓፍ ቅዱስ ብዛዕባ ባቢሎን ዝገልጽ ፍሉጥ ጸብጻባት ዛንታ ግንቢ ባቤል የጠቓልል ብመሰረት ታሪክ ብሉይ ኪዳን ደቂ ሰባት ናብ ሰማያት ንምብጻሕ ግንቢ ካንጹ ይፍትኑ ነበሩ እግዚኣብሔር ነዚ ምስ ረኣየ ነቲ ግንቢ ኣፍሪሱ ንደቂ ሰባት ኣብ መላእ ምድሪ ፋሕ ሓቢልዎም ብዙሓት ቋንቋታት ከም ዝዛረቡ ምግባር ድሕሪ ደጊም ንሓድሕዶም ክርድኡ ከም ዘይክእሉ ገበሮም። ገሊኦም ምሁራት እቲ ኣፈ ታሪኻዊ ግንቢ ባቤል ካብቲ ንማርዱክ ዝበሃል ሓላዊ ኣምላኽ ባቢሎን ንምኽባር እተሃንጸ ናይ ሓቂ ህይወት ዚጉራት ቤተ መቐደስ እተደፋፍእ ክኸውን ከም ዝኽእል ይኣምኑ ስነ ጥበብን ስነ ህንጻን ኣብ መላእ ሃጸያዊ ግዝኣት ባቢሎን ብፍላይ ድማ ኣብታ ብዘይሓለፈ መናድቕ እውን ፍልጥቲ ዝኾነት ርእሲ ከተማ ባቢሎን ዕንብብ ኢሉ እዩ። ሓሙራቢ መጀመርያ ነታ ከተማ ብመንደቕ ከበባ። ዳግማዊ ንቡክ ነጻር ነታ ከተማ ብዝያዳ ኣርባዓ ጫማ ዝቖመ ሰለስተ ቀለቤት መናድቕ ኣደልደላ። ግሪኻዊ ጸሓፍ ታሪኽ ሄሮዶስ መናድቕ ባቢሎን ኣዝዩ ረጒድ ምንባሩ ኣብ ልዕሊ ውድድር ሰረገላታት ከም ዝካየድ ጽሑፍ ኣቐሚጡ እዩ። ኣብ ውሽጢ መናድቕ ዝነበረ ከተማ ክልተ ሜትር ብዕት ማይልስ ስፍሓት ዝሓዘት ኮይና ብግምት ምስ ናይ ሎሚ ቺካጎ ስፍሓት ትበጽሕ ዳግማዊ ኑበካድነጻር ሰለስተ ዓበይቲ ቤተ መንግስታት ሃነጸ ነፍሲ ወክፎም ሰማያውን ብጫን ብብርጭቆ ዝተሰርሐ ስርሓት ሽኽላታት ብብዝሒ ተሰሎም እዮም ብርክት ዝበሉ መቕደሳት እውን ሃነጸ ካብዚኦም ዝዓበየ ኤሳጌል ዝበሃል ንማርዱክ ዝተወፈየ እዩ። እቲ መቕደስ ቁመቱ 280 ጫማ ኮይኑ ዳርጋ ክንዲ 26 ደርቢ ህንፃ ቤት ጽሕፈት ዝኸውን እዩ። ተንጠልጢሉ ዝነበረ ጀርዲን ባቢሎን ብቴራስ ኣግራብ ቆጥቋጥ ዕምባባታትን ሰብ ሰርሖ ፋቴታትን ዝሓበ ዓቢ ዕንክሊል ኮይኑ ሓደ ካብቶም ሸውዓተ ተኣምራት ጥንታዊ ዓለም እዩ። ይኹን እምበር ተመራመርቲ ስነ ጥንቲ ብዛዕባ እቲ ኣታኽልቲ ብዙሕ መርትዖታት ረኺቦም እዮም። ኣበይ ከም ዝነበሩን ፈጺሞም ነይሮም ድዮም ኣይፈልጡ ንጹር ኣይኮነን። ገሊኦም ተመራመርቲ እቲ ተንጠልጢሉ ዝነበረ ኣታኽልቲ ከም ዝነበረ ዝሕብር መርትዖታት ረኺቦም እዮም። ኣብ ባቢሎን ግና ከም ዘይነበሩ ዝሕብር መርትዖታት ተረኺቦም ብሓቂ ኣብቲ ኣብ ላዕለዋይ መሰብጣውያም እትርከብ ከተማ ነነዌ ይርከቡ ይኾኑ ይኽእሉ እዮም ኢሎም እውን ገምጊሞም እቲ ቀንዲ መእተዊ ውሽጣዊ ከተማ ባቢሎን ኣፍ ደገ እሽታር ተባሂሉ ጽዋዕ ነበረ እቲ ፖርታል ብድሙቕ ሰማያዊ ብርጭቆ ዝሰርሐ ሕጡብ ብስእሊ ብዕራይ ገበልን ኣናብስ ዝሰለመ እዩ ነይሩ ኣፍ ደገ እሽታር ነቲ ኣብታ ከተማ ዝርከብ ዓብዪ ፕሮፌሽናል ዌብ ቦታ ሂቡ እዚ ድማ ፍርቂ ማይል ዝንውሓቱ ዝተሰለመ ካንሸሎ ኮይኑ ኣብ ሃይማኖታዊ ስርዓት ሓድሽ ዓመት ንምፅምባል ዝውዕል እዩ ኣብ ጥንታዊ ባቢሎን ሓድሽ ዓመት ብናይ ፅድያ ምዕሩይ ግዜ ዝጅምርን ምጅማር ወቕቲ ሕርሻን ዘመልክት እዩ ጀርመናውያን ተመራመርቲ ስነ ጥንቲ ኣብ መጀመርታ መበል 20 ክፍለ ዘመን ቅርሲ ናይቲ ኣፍ ደገ ኩዒቶም ኣብ ቤተ መዘክር ፖርጋሞን በርሊን ብምበቆላዊ ሕጡብ ተጠቒሞም ዳግማይ ሃኒጾም ኣብ ግዜ ሳዳም ሑሴን መንግስቲ ዒራቕ እውን ዕኖታት ባቢሎን ኩዒቱ ንገለ መለለይታት እታ ጥንታዊት ከተማ ዳግማይ ክሃንጽ ፈቲኑ እንተላይ ካብ ቤተ መንግስታት